ሻሎም ሻሎም ሰላም ኣምላኽ ብክርስቶስ የሱስ ንዓኻትኩም ይኹን ህዝቢ ኣምላኽ ከመይ ቀኒኹም ኩሉ ሻሎም ድዩ ብኣይ ወገን ኩሉ ሻሎም እዩ ኣምላኽ ይመስገን እግዚኣብሔር ኣምላኽ ዝተመስገነ ይኹን ሎሚ ከዓ እስኪ ሓፃር ቃል ክንካፈል ኢና ከምቲ ኣርእስቲ ገይረዮ ዘለኹ ብክርስቶስ የሱስ ዝረኸብናዮን ዝኾንናዮን እንታይ እዩ ኮይንልና እንታይ ኢና ከ ረኺብና ክንፈልጥ ናትና ግደ ስለ ዝኾነ ካብቲ ዝተመሃርክዎ ካብቲ ዝበርሀለይ ሓቂ ሒዘልኩም መጽየ ኣለኹ ግዜ ዓዲግኩም ክትሰምዑኒ ድማ ብትሕትና ክሓተኩም እግዚኣብሔር ኣምላኽ ዝተመስገነ ይኹን ኩሉ ግዜ ብዛዕባ ምድሓንና ክንዛረብ ከለና ካብ ምንታይ ኢና ድሒንና ክንፈልጥ ምስ ደሓንና ከ እንታይ እዩ ኮይንልና ብክርስቶስ የሱስ እዚ ኣጸቢቕና ክንፈልጦ ናትና ግደ እዩ ብትምህርቲ ድዩ ብቃል ብምንባብ ድዩ መንፈስ ቅዱስ ብዝገልጸልና ድዩ ብብዙሕ መገድሲ ነቲ ቃል ግዜ ዓዲግና ክንፈልጦን ከነንብቦንሲ ናትና ግደ እዩ እሞ ሕጂ ከዓ ካብቲ ዝበረሃለይ እየ ከካፍለኩም እግዚኣብሔር ኣምላኽ ዝተመስገነ ይኹን ኩሉ ግዜ ምድሓን ክንብል ከለና ካብ ምንታይ ኢኻ ድሒንካ ወላ ሰባት ንዝሓቱኻ ክትምልሰሎም ክትክእል ኣለካ ብቕዓት ክህልወካ ኣለዎ ምክንያቱ ድሒነ ኢኻ ትብል ዘለኻ ካብ ምንታይ ኢኻ ድሒንካ? እግዚኣብሄር ኣምላኽ ዝተመስገነ ይኹን። ኩልና ከም ንፈልጦ ክርስቶስ የሱስ ተሰቒሉ ሞይቱ ተንሲኡ ብዝኸፈሎ ዋጋ ከም ዝደሓንና ኣጸቢቕና ኣርጊጽና ንፈልጥ ሰባት ኢና። እንተኾነ ግን ክንዮ ምድሓንና እንታይ እዩ ኮይኑልና ወይ ድማ ድሒና ምስ በልናኺ ብድሕሪኡኸ እንታይ ካልእ ተወሰኸ ነገር ኣሎ? ምኽንያቱ እዚ ምድሓን እዚ ክትቅበሎ ከለኻ it's a package ፉል ፓኬጅ ኢኻ ትቕበል። ነዚ ኢኻ ከኣ ክርስቶስ ዝኾነልካ ክትፈልጥ ኣብ መዓልታዊ ህይወትና ዘድልየና። ምኽንያቱ ክርስቶስ ተሰቒሉ ሞይቱ ተንሲኡ ዋጋ ህይወትና ናይ ዘልኣለም ህይወት ሂቡና ክንሱ ክንዩ ከኣ እንታይ ኣሎ ብዙሕ በነፊታት ሂቡና እዩ ብዙሕ ካብቲ ብዙሕ ገለ ቁሩብ ኢና ክንርኢ ሎምዓንቲ እግዚኣብሔር ኣምላክ ዝተመስገነ ይኹን ምስ ግዜ ኣንጻር ኩሉ ክንሪኦ ኣይንኽእልን ኢና ግን መዓልትታት እንዳገበርና ክንሪኦ ኢና ኣምላኽ እመስገን እምበኣር መጀመርያ መጀመርያ ንሪኣ ናይ ዘልኣለም ህይወት ሃሌሉያ ናይ ዘልኣለም ህይወት ከም ዝሃበና ኣርጊጽና ጽቡቅ ጌርና ክንርድኦ ክንክእል ኣለና ነቶም ዝሓቱና ሰባት እውን መታን ከነረድኦም። ኣምላኽ ይመስገን በቲ ቀዳማይ ኣዳም ሞት ከም ዝመጸ በቲ ዳሕራይ ኣዳም ግና ህይወት ዘልኣለም ከም ዝመጸ እቲ ምስ እግዚኣብሔር ኣቋሪጹ ዝጸንሐ ርክብ ዝነበረ ካብ መጀመርያ እግዚኣብሔር ዝፈጠሮ ህያው ከይኑ ፈጢሩና ዝነበረ ህያው ዝነበረ ኣዳም ብሰንኪ ሓጢኣትን ውድቀትን እቲ ሓጢኣት ስለዝመጸ ውድቀት ስለዝመጸ ፍልልይ ኮይኑ ጸኒሑ ማለት እዩ ስለዚ እቲ ሞት ግን ሕጂ ብክርስቶስ የሱስ እንታይ ኮይኑ እዩ ህይወት ዘልኣለም ሂብና እዩ ህይወት ንዘልኣለም ኢና ድሒና ክንብል ከለና ከዓ ካበይ ኢኹም ኣምጺኹሞ ምስ ዝብሉና ኣብ ቃል ኣምላኽ ዘሎ ጌርና ከነረድኦም ንኽእል ኢና እግዚኣብሔር ኣምላኽ ዝተመስገነ ይኹን ምክንያቱ ንሕና ኣይኮናን ከምኡ ንብል ቃል ኣምላኽ እዩ ንዘልኣለም ኢኹም ዲሒንኩም ዝብለና እግዚኣብሔር ኣምላክ ዝተመስገነ ይኹን እምበኣር because of Jesus ኢና ክንብላ በቃ ብእንግሊሽ because of Jesus ብትግርኛ ከዓ ብክርስቶስ ዝረኸብናዮን ዝኾንናዮን ህይወት ክንርኢ ኢና እግዚኣብሔር ኣምላክ ዝተመስገነ ይኹን ናይ ዘልኣለም ህይወት ረኺብና ክንብል ከለና ንመጀመርያ ኮነና ኣብ ወንጌል ዮሃንስ ምዕራፍ 17 ፍቕዲ ሰለስተ ከምዚ ድብል ፅሑፍ ኣሎ እንታይ ኢሉሲ ኣምላኽ ሓቂ ንስኻ በይንኻ ምዃንካ ነቲ ዝለኣኽካዮ የሱስ ክርስቶስን ክፈልጡ ናይ ዘልኣለም ህይወት እዚኣ እያ እንታይ ኢኹም ክርስቶስ የሱስ ምስ ፈለጥካ ናይ ዘልኣለም ህይወት ትቕበል ከም ዘለኻ ይረዳእካ ክርስቶስ የሱስ ንግዜያዊ ህይወት ክበና ኣይመጸን ነቲ ናይ ዘልኣለም ህይወት ክበና እዩ መጺኡ ኣምላኽ ይመስገን እምበኣር ድሒና ክንብል ከለና ናይ ዘልኣለም ህይወት እዚ ኣብ ምድሪ ንነብሮ ዘለና ዘይኮነ ህይወት ንዘልኣለም ሓንቲ ህይወት ንዘልኣለም እያ ተፈጢራ መንፈስ ወላ ኣብዚ ምድሪ ከለና ንግዜኡ እንታይ ይኸውን መሲልኩም ኩሉ ግዜ ወይ ኣብ ቃላይ ሓዊ እዩ ክኸይድ ወይ ኣብ መንግስቲ ኣምላኽ እዩ ክኸይድ። እዚ መንፈስን ሶልን ብሓደ እዮም ዝነብሩ። መንፈስ ነፍሲ ስጋ ዝብል ካልእ ግዜ ክንሪኦ ኢና። ሓደ ሰብ ኣብዚ ምድሪ እዚ ከሎ ስጋዕ ዘሎ ዕድመ ምስ ሞተ ወይ ምስ ተፈለየ ካብዚ ዓለም እዚ እታ መንፈስ ትቕጽል እያ ናብ ወሃቢኣ እያ ትኸይድ። ስለዚ እዛ መንፈስ እዚኣ ነዚኣ እዩ ክኸፍል ዋጋ ክርስቶስ የሱስ ናምበር ዋን ዝመፀ ቀዳመይቲ እዚኣ እንተ ክገብራ ነታ ናይ መጀመርያ ሓሳብ ኣምላኽ ዝነበረ ዘለኣለማዊት ስለ ዝኾነት ናብ መንግስቲ ኣምላኽ ክትኣቱ ምስ እግዚኣብሔር ሕብረት ገይራ ኣብ መንግስቲ ኣምላኽ ክንነብር ንዘለኣለም ንዘለኣለም ንዘለኣለም ምድሓን ረኺብና ክንነብር ዘምፅኦ ክርስቶስ የሱስ እቲ ቀዳማይ እዚ እዩ ሃሌሉያ ምስ ኣቦ ሓደ እዩ ገይሩና፣ ሕብረት ክንገብር ገይሩና፣ መሊሱና ናብቲ ናይ እግዚኣብሔር ሓሳብ፣ ናብቲ ናይ መጀመርያ ዝነበረ ሓሳብ ማለት እዩ፣ ኣምላኽ ይመስገን። እምበኣር እቶም ብጎይታ ዘለና ዘለኣለማዊ ህይወት ኣለና፣ ኣብ መንግስቲ ኣምላኽ ንነብር፣ እቶም ዘየለዉ ከኣ ናብ ቃላይ ሓዊ፣ ነዚ ኢና ጎይታ ተቐበሉ ንብል ዘለና። ጎይታ ምቕባል ሰኢልካ ምቕባል ኣይኮነን ብዛዕባ ህወትን ሞትን ኢና ንዛረብ ዘለና እግዚኣብሔር ኣምላኽ ዝተመስገነ ይኹን የሱስ ክርስቶስ ተሰቒሉ ሞይቱ ተንሲኡ ብምእማንካሲ ናይ ዘልኣለም ህወት ኢኻ ትረክብ ናይ ዘልኣለም ምድሓን ኢኻ ትረክብ ምክንያቱ ቃል ኣምላኽ ከምኡ ስለ ዝብል ስለዚ ኣቕሊልና ኣይንርኣዮ እቲ ምድሓና እቶም ዘይደሓና ድማ ክንድሕን እንታይ ንብል ከም ዘለና ሲ ጽቡቅ ጌርና ክንሪኦ በዚ ኣጋጣሚ እዚ ክላበወኩም ይፈቱ እግዚኣብሔር ኣምላክ ዝተመስገነ ይኩን ምድሓን እንታይ ምኳኑ ክርድኣና ክክእል ኣለዎ ኣምላክ ይመስገን እምበኣር እቲ ናዓይ ዝተቀበለ እዩ ዝብል ዘሎ ኣምላክ ሓቂ ንስካ በይንካ ምኳንካን እዚኣ ዝኣመነን ኢሉ ነቲ ዝለኣካዮ የሱስ ክርስቶስ ክፈልጥ ናይ ዘልኣለም ሂወት እዚኣ እያ መገድን ሓቅን ህይወትን ኣነ ኢሉ ክርስቶስ የሱስ ኣምላኽ ይመስገን ብጀክኡሲ ብዘይ ብኣይሲ ናብ ኣቦ ዝመጽእ ሰብ የለን ኢልዎ ሃሌሉያ ስለዚ ምድሓን ብእኡ ኮይኑ እዛ መድሓን እዚኣ ከኣ ዘለኣለማዊት እያ ሓንሳእ ምስ ደሓንካስ ካብ ኢዱ ዝምንዝዓካ የለን እዚ ዘረጋግጸልና ካብ ዮሃንስ ዓሰርተ ኣለና እግዚኣብሔር ኣምላኽ ዝተመስገነ ይኹን ወንጌል ዮሃንስ ዓሰርተ ፍቕዲ ዕስራን ሸሞንተን እንታይ ኢሉሲ ኣነ ኸኣ ኢሉ ህይወት ዘልኣለም እህበን፣ ሃሌሉያ፣ ንዘልኣለም ድማ ኣይጠፍኣን እየን፣ ካብ ኢደይ እውን ዝምንዝዐን የልቦን ኢሉ። ዋው! ፕረይዝ ጋድ! እምበኣር ብክርስቶስ እንታይ እዩ ኮይንልካ? ናይ ዘልኣለም ምድሓን ኢኻ ረኺብካ። ኣሜን ሃሌሉያ እዚ ዓብዪ ጉድ ኒውስ እዩ ብሩኻት ሃሌሉያ ንዘለኣለምሲ ካብ ኢደይ ዝምንዝዐን የለን ኣብ ቁፅሪ ዕስራን ትሽዓተን ሽዑ እንታይ ኢሉ? እቲ ንዓታተ ዝሃበኒ ኣቦይ፣ ሃሌሉያ፣ ካብ ኩሉ ይዓቢ እዩ እሞ ኢሉ፣ ካብ ኢድ ኣቦይ ሓደ እኳ ክምንዝዐን ዝኽእል የልቦን። ፕረይዝ ጋድ! ስለዚ ምድሓንና ኸኣ ዘለኣለማዊ ምዃኑ ቃል ኣምላኽ ይነግረና ኣሎ። እግዚኣብሄር ኣምላኽ ዝተመስገነ ይኹን። እምበኣር ክርስቶስ የሱስ ካብቲ ዝኾንናዮን ብክርስቶስ የሱስ ካብ ዝኾንናዮን ካብ ዝረኸብናዮን እቲ ቀዳማይ እንታይ እዩ? ዘልኣለማዊ ሂወት ረኺብና እግዚኣብሔር ኣምላኽ ዝተመስገነ ይኹን ብክርስቶስ ዝረኸብናዮ በነፊታት ኢና ሎማዓንቲ ንርኢ ዘለና መጀመርያ ሂወትና ድሒና ካልኣይቲ ንሪኦ ከኣ ሙሉእ ዕርቂ ምስ ኣቦ ከምዝረኸብናይ ቃል ኣምላኽ ዝነግረና የሱስ ክርስቶስ ጎይታ እዩ እንታይ ረኺብና ብል ኣለኹ ሙሉእ ዝኾነ ዕርቂ ኣቦስ ተዓይቁና እዩ ስለዚ እዚ ከኣ ክንፈልጦ ከኣ ይግበኣና ሮሜ ሓሙሽተ እንድሕር ርኢና ምሉእ ዕርቂ እዚ ውን ብክርስቶስ ዝረከብናዮን ዝኮንናዮን ኢና ሎማዓንቲ ንርኢ ዘለና ጽቡቅ ጌርና ክንሕዞ ይግበኣና እዩ ሮሜ ሓሙሽተ ካብ ፍቅዲ ሽዱሽተ እስከ ዓሰርተ ሓደ ዘሎ ከንብቦ እየ ጽቡቅ ጌሩ ስለ ዝገልጾ ኣምላኽ መስገን ገና ድኹማት ከለና ኢሉ ክርስቶስ ብግዚኡ ምእንቲ ዓመጽቲ ሞተ ምእንታይን ምእንታኹምን ከም ዝሞተ፣ ገና እንታይ ከለና ኢሉ? ዓመጽቲ ከለና፣ ድኹማት ከለናሲ ክርስቶስ ምእንታና ሞተ። ኣብ ክንዲ ሓደ ጻድቕ ዝመውት እኳ ዝርከብ ኣይመስለንን ኢሉ። እንድዒ ኣብ ክንዲ እቲ ጽቡቕ ዝገበረሉ ክመውት ዝደፍርሲ ምናልባሽ ኣይምተሳእነን ይኸውን። ግናኸ ኢሉ ንሕና ገና ሓጥኣን ከሎና ክርስቶስ ኣብ ክንዳና ሞይቱ እዩ እሞ ኢሉ። ሃሌሉያ ኣምላኽ እታ ፍቕሩ ንዓና በዚ የርኢ ኣሎ ኢሉ ሃሌሉያ እምበኣርሲ ሕጂ ብደሙ ምስ ጸድቕና ደኣ ክንደይ ካብቲ ቁጥዓ ብእኡ ኣዚና ዘይንድሕን ሃሌሉያ ሰይ ጸላእቲ ከለና ምስ ኣምላኽ ብሞት ወዱ ተዓረቕና ው ሃሌሉያ እንታይ ተዓረቕና ብመን ብሞት ወዱ ብሞት የሱስ ክርስቶስ እንታይ ኮይና ኢና ዕርቂ ተፈጺሙ እዩ ተዓሪቕና ኢና ኣርባዕተ ነጥቢ ጌሩልና ኣሎ ሃሌሉያ ካብ ተዓርቕና ደኣ ክንደይ ብሂወት ኣዚና ዘይንድሕን praise God ሃሌሉያ ግናኸ ብጎይታ ብጎይታና የሱስ ክርስቶስ ብእኡ ሕጂ ዕርቂ ዝረኸብና ብኣምላኽ ውን ንምካሕ ኣሎና እምበር እዚ ጥራይ ኣይኮነን የሱስ ክርስቶስ ጎይታ እዩ እምበኣር ክርስቶስ የሱስ ተሰቒሉ ሞይቱ ተቐቢሩ ምስ ተንስኤሲ ዕርቂ እዩ ጌሩ ተዓሪቕና ኢና ምስ ኣቦሲ ባቸኤ ናዩ ዝብለና ዘሎ እግዚኣብሔር ኣምላክ ዝተመስገነ ይኩን ዕርቂ ተፈፂሙ እዩ ብሕጂ ክትዕረቆ ኢልካሲ ትፍትኖን ትፅዕሮን ነገር የለን ሃሌሉያ እንታይ ደኣ ብክርስቶስ ዝረከብካዮን ዝኮንካዮን ምፍላጥ እዩ ናተይን ናታትኩምን ግደ ፕሬዝ ጋድ ቃል ኣምላኽ ከምኡ እዩ ዝብለና ዘሎ እግዚኣብሔር ኣምላኽ ዝተመስገነ ይኹን እምበኣር ክርስቶስ ዝኾነልካ መጠን ዝፈለጥካዮ መጠን ዘሰላሰልካዮ ሃሌሉያ እንታይ ትኸውን ብገዛእ ርእስ ናይ ገዛእ ርእስኻ መንነት ይርድኣካ ስለዚ ንስኻ ዕርቂ ኣለኒ ኢልካ ኣቦ ተዓሪቕኒ ኢልካስ እንታይ ትኸውን ትብዓት ትረክብ እግዚኣብሔር ኣምላኽ ዝተመስገነ ይኹን ንዓና እዚ ቃል እዚ እንታይ ይህበና ትብዓት ይህበና ሓይሊ ይህበና ኣሜን ነቶም ኣብዚ ምድሓን ዘየለዉ ክንምስክረሎም ንኽእል ብቕዓት ይህበና። ኣምላኽ ይመስገን ነዚ ኢና ምስ ቃል ኣምላኽ ግዜ ምሕላፍ ዘድልየና። ብሕልፊ ብሕልፊ ብዛዕባ ክርስቶስ የሱስ ምጽናዕ ዘድልየና። እንታይ'ዩ ኮይኑልና? ካብ ምንታይ ኢና ድሒንና? ምስ ደሓንናኸ ኣበይ'ዩ ዘሎ ቦታና? እንታይ እንታይ'ዩ ኮይኑልና? ክንፈልጥሲ ግዴታ'ዩ ብሩኻት። ዋው ስለዚ ኢና ከኣ ሎምዓንቲ ብክርስቶስ ዝረኸብናዮን ዝኾንናዮን ንርኢ ዘለና እግዚኣብሔር ኣምላኽ ዝተመስገነ ይኹን ስለዚ ቀዳማይ እንታይ ኢልና ናይ ዘለኣለም ህይወት ረኺብና ካልኣይ ዕርቂ ረኺብና ኢየሱስ ክርስቶስ ጎይታ እዩ ሳልሳይ ከደኣ እንታይ እዩ ኮይነልና ሃሌሉያ ውሉድ ኣምላኽ ዋው እዛ ውሉድ ትብል እግዚኣብሔር ኣምላኽ ዝተመስገነ ይኹን ውሉድ ክንከውን ሕጂ ብክርስቶስ የሱስ ኢና እዚ መሰል ውልድነት እዚ ረኺብና ኣብ ብሉይ ኪዳን እንድሕር ኣስተውዒልና ኣቦ ኣባ ኢሎም ክጽውዕዎ ኣይክእሉን እዮም ነይሮም። ኣቦ ክብልዎ ኣይክእሉን እዮም ነይሮም። ነዚ ኢየሱስ ክርስቶስ ኣቦ ለኣኸኒ ክብል ከሎ እቶም ፈሪሳውያን ዝሓርቁ ዝነበሩ ኣቦ ኢልካዮም ኢሉ ኢሎም ማለት እዩ። ንሕና ግን ብክርስቶስ የሱስ ሃሌሉያ ዋጋ ከፊሉ ንሕና ከ ኣሜን ኢልና ምስ ተቐበልናዮሲ ኣውቶማቲካልስ ውሉድ ኣምላኽ ሃሌሉያ ነቲ ፈጣሪ ሰማይን ምድርን ዝፈጠረሲ ኣቦ ኣባ ክንብሎስ መሰላዊ ሂብና እግዚኣብሔር ኣምላኽ ዝተመስገነ ይኹን ቃል ኣምላኽ ከምኡ ይብለና ንሕጂ እቶም ብክርስቶስ ዘለዉ ንሶም እንታይ እዮም ኢሉ ውሉድ ኣምላኽ እዮም ሃሌሉያ ስለዚ ብክርስቶስ የሱስ ከ እንታይ ረኺብና መሰል ውልድነት ረኸብና ይብለና እስኪ ምስኡ ዝኸይድ ቃል ከዓ ከነንብብ ኢና ሃሌሉያ ቀዳማ ዮሃንስ የሱስ ክርስቶስ ጎይታ እዩ ዋው ቀዳማ ዮሃንስ እሞ ንርአ ዮሃንስ ጽቡቅ ገይሩ ገሊጽልና ኣሎ ምዕራፍ ሰለስተ ሓደን ክልተን እንታይ ይብልሲ ረኣዩ ኢሉ ሃሌሉያ ውሉድ ኣምላኽ ክንበሃል እቲ ኣቦ ከመይ ዝበለ ፍቕሪ ሃበና ከምኡ እውን ኢና ከመይ ውሉድ ኣምላኽ ኢና ሃሌሉያ ስለዚ ከዓ ዓለም ንዕኡ ኣይፈለጠቶን እሞ ንዓና ኣይትፈልጠናን እያ ኣቱም ፍቑራተይ ኢሉ ሕጂ ውሉድ ኣምላኽ ኢና። መዓዝ? ሕጂ! ብክርስቶስ የሱስ ምስ ኰንናሲ፣ ሕጂ ኣብዚ ምድሪ ኸለና ኢና ውሉድ ኣምላኽ፣ ምስ ከድና ኣይኰንናን ውሉድ ኣምላኽ፣ ኣብዚ ኸለና ኢና ውሉድ ኣምላኽ እዩ ድብለና ዘሎ ወንጌል ዮሃንስ። ሃሌ ሉያ! ዋው! ብጣዕሚ ዝገርም ነገር እዩ ሕጅስ ውሉድ ኢኻ ብለካ ኣሎ ዘርእኻ ቀይርካ ኢኻ ብለካ ኣሎ ቃል ኣምላኽ ኣሜን ሃሌሉያ ካብ ዘይጠፍእ ዘርኢ ገይሩ ናቱ ውሉድ ገይርካ እዩ ሃሌሉያ ካብ ዝዓቢ ዜና እሞ እንታይ ኣሎቱም ብሩኻት የሱስ ክርስቶስ ጎይታ እዩ እቲ ልዑል እስኻስ ወዲ እቲ ልዑል ክትበሃል ሃሌሉያ እዚ ከዓ ብክርስቶስ ኢኻ ረኺብካዮ የሱስ እዩ እዚ መሰል እዚ ኣውሂብካ፣ ውሉድ ክትከውን፣ ወራሲ ክትከውን ኣብቂዑካ፣ ኣብቂዑና እየ ዝብል ዘለኹ። እግዚኣብሄር ኣምላኽ ዝተመስገነ ይኹን። ሓደ ካብቲ በረኸታት እምበኣር ክርስቶስ የሱስ ዘውሃበና እንታይ እዩ? ወለድ ኣምላኽ። ሃሌሉያ! ኣብ ዮሃንስ ኣብ ገላትያ ሰለስተ ዕስራን ሽዱሽተን እውን ከምኡ ኢሉና ኣሎ። ዋው ፕሬዝ ጋድ ገላትያ እንድሕር ኬድና ምዕራፍ ሰለስተ ፍቅዲ ዕስራን ሽዱሽተን ዕስራን ሸውዓተን ብሓደ ኣለዋ እንታይ ኢሉ ሲ ብክርስቶስ እተጠመቅኩም ዘበልኩም ንክርስቶስ ለበስኩሞ እሞ ኢሉ ብእምነት ብየሱስ ክርስቶስ ኩላትኩም ውሉድ ኣምላኽ ኢኹም ዋው ሃሌሉያ ኣነ ኮንኩም ከምኡ ዝብል ዘለኹ ቃል ኣምላኽ ኢኹም ኢልካ ህዝቢ ኣምላኽ እንታይ ኢኻ ውሉድ ኢኻ ሃሌሉያ ኣቦ ኣባ ኢልካ ሲ ክትፅውዖ ሕጂ ሲ መሰል ኣለካ እቶም ኣብ ዓለም ዘለዉ ኣቦ ክብልዎ ኣይክእሉን እዮም ክደፍሩ እውን ኣይክእሉን እዮም ንዓና ግን ዘድፍረና ናይ እግዚኣብሔር መንፈስ እዩ ኣቦ ኣባ ክንብል ዝገብረና ንክርስቶስ የሱስ ምስ ተቐበልናዮ ኣቦ ክንብሎ ከለና እንታይ ገይሩና ኣሎ ኣብቲ ውልድነት ኣብቲ ሰንሰለት ኣብቲ ዘርኢ ስለ ዝኣተኻ ሃሌሉያ ኣቦ ክትብሎ ኣይከብደካን እዩ ኣይጨንቀካን እዩ ሃሌሉያ እዚ ዝገበረ ከዓ ክርስቶስ የሱስ እዩ ስሙ ይባረኽ እምበኣር ካብ ሕጂ ንኔው ከም ውሉድ ኮንካ ኢኻ ክትመላለስ ዘለካ፣ ህዝቢ ኣምላኽ ጓኖት ኣይኮናን፣ መጻእተኛታትን ኣጋይሽንሲ ኣይኮናን ይብለና ቃል ኣምላኽ፣ እንታይ ደኣ ንሕና ደቂ ዓዲ ኢና፣ ንሕና ወረስቲ ኢና፣ ንሕና ውሉድ ኣምላኽ ኢና፣ የሱስ ክርስቶስ ጎይታ እዩ፣ ንኣምላኽ ወረስቱ ከኣ ኢሉና ኣሎ፣ ንክርስቶስ መዋርስቱ። ሃሌሉያ ፕረይዝ ጋድ ስለዚ ውልድነት ከዓ ውሂብና ውልድነት ኣውሂቡ ከዓ ወረስቲ እውን ገይሩና ወረስቲ ከዓ ክንርኢ ኢና እግዚኣብሔር ኣምላኽ ዝተመስገነ ይኹን ነዚ ኢና ዝኾንናዮ መንነትና ሕጂ ብክርስቶስ የሱስ ዝኾነልና እንታይ እዩ ኮይንልና እንታይ ኢና ኮይንና ክንፈልጦ ግዴታና እዩ ምኽንያቱ እሱ እቲ ሓድሽ መንነትካ ህዝቢ ኣምላኽ። በዚ መንነት እዚ ክንመላለስ እዩ እግዝኣብሄር ዝደልየና። እቲ ኣረጊት ሰብና ኣብ መስቀል ተሰቒሉ እዩ፣ እቲ ናይ ኣረጊት መንነትና ኩሉ ተሰቒሉ እዩ። ክትንስእ ከሎ ሓድሽ ፍጥረት ይብለና። ሃሌሉያ! ሓድሽ ፍጥረት እዩ ሒዙ ተንሲኡ። ስለዚ ኣነን ንስኻትኩምን ውሉድ ኣምላኽ ገይሩ ሓድሽ ፍጥረት እዩ ገይሩና። ኣሜን! ኢየሱስ ክርስቶስ ጎይታ እዩ ናይ ዘለኣለም ህይወት ኣብ ሂቡ ውሉድ ኣምላኽ ገይሩ ምስ እግዚኣብሔር ኣተዓሪቑ ሃለሉያ ኣረ ብዙሕ እዩ ብዙሕ ተዘርዚሩ ኣይውዳእን እዩ ዋው ኢየሱስ ክርስቶስ ጎይታ እዩ እምበኣር ኣብ ሮሜ ሸሞንተ ኢየሱስ ጎይታ እዩ ዋው ኣብ ሮሜ ሸሞንተ ብዛዕባ ውልድነትና ጽሒፍልና ኣሎ ሃዋርያ ጳውሎስ ካብ ዓሰርተ ኣርባዕተ ጀሚሩ እንታይ ኢሉሲ ንስኻትኩምሲ ኢሉ ነቲ ብኡ ጌርና ኣባ ኣቦ ረይዎ ኢልና እንጽውዐሉ መንፈስ ውልድነት ሃሌሉያ መንፈስ ውልድነት ኢኹም እተቐበልኩም ዋው ፕሬዝ ጋድ መንፈስ ውልድነት ኢኹም እተቐበልኩም እምበር መንፈስ ባርነት ከም ብሓድሽ ንፍርሃት ኣይተቐበልኩምን ስለዚ እቶም ብመንፈስ ኣምላኽ ዝምርሑ ዘበሉ እዩ ንሳቶም ውልድ ኣምላኽ እዮም የሱስ ክርስቶስ ጎይታ እዩ ኣነ ንስኻትኩምን ውሉድ ደቂ እቲ ልዑል ኢና ውሉድ ኣምላኽ ኢና በዚ መንነት እዚ በዚ ትብዓት እዚ ኢና ክንነብርን ክንመላለስን ዝግብኣና የሱስ ክርስቶስ ጎይታ እዩ ሽዑ እንታይ ኢሉ ኣብ ቁጽሪ ዓሰርተ ሽዱሽተ መሲሉኩም ውሉድ ኣምላኽ ምዃንና ከኣ እቲ መንፈስ ባዕሉ እዩ ምስ መንፈስና ኮይኑ እንታይ ዝገብር ኢሉ ዝምስክር ዋው እቲ ምስ ዳግም ምስ ተወለድና ማሕተም መንፈስ ቅዱስ ምስ ተገበረልና ማሕደር መንፈስ ቅዱስ ስለ ዝኾንና እቲ መንፈስናስ ይምስክረልና እዩ እንታይ ምዃንና ውሉድ ምዃንና ነዚ ኢና ኣቦ ኢልና ክንፅውዕ ዘይንሽገር እግዚኣብሔር ኣምላኽ ዝተመስገነ ይኹን ኣቦ ኣባ ክንብለሉ ንኽእል መንፈሱ ኣብ ውሽጥና ስለ ዘሎ፣ እቲ ምዉት ዝጸንሐ መንፈስ ዳግም ስለ ዝተወልደ፣ ሓድሽ ህያው ስለ ዝኾነ፣ እንታይ ይኸውን መሲልኩም? ምስ እግዝኣብሄር ርክብ ኣለዎ። ሃሌሉያ! ነዚ ኢና ከኣ ኣቦ፣ ኣባ ክንብል ንኽእል። እግዚኣብሄር ኣምላኽ ዝተመስገነ ይኹን። እምበኣር ውሉድ ኣምላኽ ምዃንና ርኢና፣ ሕጂ ድማ ወረስቲ ምዃንና ክንርኢ ኢና። እግዚኣብሄር ኣምላኽ ዝተመስገነ ይኹን። ኣብኣ ኣብታ ምዕራፍ ሸሞንተ ሮሜ ቁጽሪ ዓሰርተ ሸውዓተ እንድሕር ርኢናያ እንታይ ትብልሲ ውሉድ ካብ ኮና ኢሉ ረእይዎ መጀመርያ ውሉድ ኢና ኢሉ ገሊጹ ሃዋርያ ጳውሎስ ውሉድ ካብ ኮና ከኢሉ ወረስቲ ድማ ኢና ዋው ሃሌሉያ ንኣምላኽ ወረስቱ ኢየሱስ ክርስቶስ ጎይታ እዩ ንክርስቶስ መዋርስቱ ኢና ሃሌሉያ ምስኡ ሓሳረ መከራ እንተጸገብናስ ምስኡውን ክንከብር ኢና ኢሉ ፕሬዝ ጋድ ኢየሱስ ጎይታ እዩ እንታይ ኢኹም ይብለና ኣሎ ከዓ ሕጂ ወረስቲ ድማ ኢኹም ውሉድ ጥራሕ ኣይኮንኩምን ንኣምላኽ ትወርስዎ ሃሌሉያ ንክርስቶስ የሱስ ከዓ መዋርስቱ ኢኹም ዋው እዚ መንነትካ ህዝቢ ኣምላኽ እዚ እዩ እቲ ሓድሽ መንነትካ በዚ መንነት እዚ ክንመላለስ እዩ ፍቃድ ኣምላኽ ብሩኻት ወራሲቴ ወራሲኤ ክንብልሲ ንኽእል ኢና ብትብዓት ኢና ንብሎ ምክንያቱ ቃል ኣምላኽ መንነትና መን ምዃንና ዝነግረና ዘሎ ስለዚ ብናይ ኣረጊት መንነትና ክንመላለስ ኣይኮናን ቃል ኣምላኽ ዝነገረና እንታይ ደኣ በዚ ሓድሽ መንነት ሃሌሉያ ብክርስቶስ የሱስ ዝረኸብናዮ ሓድሽ መንነት ኣድሒንና ጥራሕ ኣይኮነን እዚ ኩሉ it's a package ንክርስቶስ ዝተቀበለ ዘበለስ እዚ ኩሉስ ናቱ እዩ ዝብለና ዘሎ እግዚኣብሔር ኣምላኽ ዝተመስገነ ይኹን የሱስ ክርስቶስ ጎይታ እዩ ነዚ ኢና ከዓኒ እግዚኣብሔር ክንፈልጥ ደልየና ክትፈልጡኒ ይደሊ ኣለኹ ኢሉ እግዚኣብሔር ክንፈልጦ ብወዱ ዝኾነልና በዛ ሓድሽ መንነትና ክንነብር ይደልየና እዩ ፍቓድ ኣምላኽ እዩ ነዚ ኢና ጊዘ ዓዲግና ክንመሃርን ጊዘ ምስኡ ከነሕልፍን ዘለና እግዚኣብሔር ኣምላክ ዝተመስገነ ይኩን ዋው ብዛዕባ ወረስቲ ከኣ ኣብ ገላትያ ኣርባዕተ ተጻሒፉ ኣሎ ኣርባዕተ ሸውዓተ እንታይ ኢሉሲ ደጊም ድሕሪ እዚ ኢሉ ውሉድ እምበር ውሉድ እምበር ባርያ ኣይኮንካን ውሉድ ካብ ኮንካ ግና ብክርስቶስ ወራሲ ኣምላኽ ኢኻ የሱስ ክርስቶስ ጎይታ እዩ ንሰብ ገላትያ ከዓ ከምኡ ኢሉ ጽሕፈሎም ኣሎ ተሓድሽ መንነቶም ንስኻትኩም ውሉድ ኣምላኽ ኢኹም ኢሉዎም። ሃሌሉያ! ባሮት ኣይኮንኩምን፣ ውሉድ ካብ ኮንኩም ከኣ ብክርስቶስ ወረስቲ ኢኹም። ንዓና ከኣ ከምኡ ይብለና ኣሎ። እግዚኣብሄር ኣምላኽ ዝተመስገነ ይኹን። ስለዚ ብክርስቶስ የሱስ እንታይ ኢና ኢና ንብል ዘለና? ወረስቲ ድማ ኢና። ሃሌሉያ! ስለዚ እቲ ናይ ኣቦ ዘበለሲ ኣነ ወራሲት እየ ኢለስ ደው ክብል ኣነ ልያሲ ወራሲት እየ ነብሲ ወከፍና ከምኡ ጌርና ከነእትዎ ክንክእል ኣለና። ብክርስቶስ የሱስ ካብ ሕጂ ንይንዮ ኣነ ናይ ኣቦ ክወርስ መሰል ኣለኒ መሰል ኣውሂብካ እዩ የሱስ ሃሌሉያ ስለዚ ብሕጂ ክውድኣልካ ኣይኮነን እቲ ዝተወደአ መሰል ግን ንስኻ ኣሚንካ ናይ ምምፃእ ናትካ ጉዳይ ናትካ ሓላፍነት እዩ ዝኸውን ዘሎ ናተይ እናታትኩምን ሓላፍነት እዩ ምክንያቱ ውሉድ ካብ ኮንኩም ወረስቲ ኢኹም እብለና ኣሎ ናይ የሱስ ዘበለሲ ዘለንስ ሃብክዎም ኢሉ ሃሌሉያ ሰይ የሱስ ክርስቶስ ጎይታ እዩ ስለዚ ወረስቲ ምዃንና ከኣ ኣጸቢቕና ኣስፊሕና ክንሪኦን ክንፈልጦን ይግብኣና እግዚኣብሔር ኣምላኽ ዝተመስገነ ይኹን የሱስ ክርስቶስ ጎይታ እዩ ቀጺልና ንሪኣ ናብ ቅድስተ ቅድሳን ከኣ ምእታው ረኸብና ይብለና እግዚኣብሔር ኣምላኽ ዝተመስገነ ይኹን ኣበይ ናብ ቅድስተ ቅድሳን ኣብቲ ኣጸድ ኣይኮናን፣ ኣብቲ ቅድስቲ ኣይኮናን፣ ኣበይ ደኣ? ኣብቲ ቅድስተ ቅድሳን፣ ኣብቲ ሊቀ ካህን ኣብ ዓመት ራዕራዕ እናበለ ዝኣትዎ ቦታሲ፣ ክርስቶስ የሱስ ነቲ መጋረጃ ተርቲሩሲ ንዓይን ንዓኻትኩምን ሒዝና ኣትዩ። ሃሌሉያ! የሱስ ክርስቶስ ጎይታ'ዩ! ካብዚ ዓቢ ብስራትሲ እንታይ ኣሎ? ዋው! ሊቀ ካህን እኮ ብሩኻት እቲ ምስ ተመርጸ ነታ ዓመት እቲኣ ሒዙ ዝኣቱ ሊቀ ካህን እንታይ ይኸውን መሲልኩም ኣብ እግሩ ሰንሰለት እዮም ዝኣስሩሉ ራዕ ራዕ እናበለ እዩ ናብቲ ውሽጢ ዝኣቱ ምኽንያቱ ሓጢኣት ገዛ ርእሱን ሓጢኣት ቤተሰቡን ሓጢኣት ዓለምን ሒዙ እዩ ዝኣቱ ዘሎ ሰባት ንህዝብን ናይ ህዝቢ ሓጢኣትን ሒዙ እዩ ዝኣቱ ዘሎ ስለዚ እቲ ሒዝዎ ዝኣቱ ዘሎ መስዋእቲ ብቑዕ ድዩ ኣይብቑዕን ኣይፈልጥን እዩ። ብቑዕ ኢሉ እዩ ዝኣቱ ዘሎ ግን ንእሽተይ ጎዶሎ ተተረኺባታ ክቕዘፍ ስለ ዝኽእል ብፍርሒ ነዚኡ ካልእ ሰብ ከኣ ክኣቱ ኣይክእልን እዩ ብጀክኡ ሰንሰለት ጌሮም እዮም ደእትውዎ እንተወደቐ ክስሕብዎ እንተደንጎየ ክስሕብዎ። ሃሌሉያ ክርስቶስ የሱስ ግን ማሃሊባ ኣድያና ማሃዶስ ሃሌሉያ ነዚ ኩሉ ዓመት ዓመት ከ ይሽፈን እዩ ነይሩ እምበር እቲ እቲ ሓጢኣት ኣይፀርን እዩ ነይሩ ኣይድምሰስን እዩ ነይሩ ይሽፈን ናይ ክርስቶስ ግን እንታይ ከም ዝኾነልካ ከነንብቦ ኢና ሎማዓንቲ ሃሌሉያ ኢየሱስ ጎይታ እዩ እብራውያን መፅሓፍ እብራውያን ተኽኢልና ፅቡቅ ጌርና ንመሃራ ብዙሕ ብዛዕባ ክህንነት ናይ የሱስ ክርስቶስ ስለ ትነግረና እብራውያን ትሽዓተ ካብ ፍቕሪ ዓሰርተ ሓደ ጀሚረ ከንብቦ እየ። እንታይ ኢሉ ሲ ክርስቶስ ግና ኢሉ ናይቲ ዝመጽእ ሰናይ ነገር ሊቀ ካህናት ኮይኑ ምስ መጸ በቲ ብሉጽን ፍጹምን ብኢድ ዘይተገብረ ማለት ካብዚ ፍጥረት እዚ ዘይኮነ ድንኳን ብደም ዲቤላታትን ምሩኻትን ዘይኮነ ብደም ርእሱ ዋው ሃሌሉያ ብደም ርእሱ ናይ ዘልኣለም ምድሓን ረኺቡ ሓደ ግዜ ናብቲ መቕደስ ኣተወ። የሱስ ክርስቶስ ጐይታ እዩ። ንዓይን ንዓኻትኩምን ሒዙ ናብቲ መቕደስ ኣተወ። እዚ ደም እዚ ብቑዕ እዩ። ሃሌሉያ! ዓመት ዓመት ምስዋእ ኣየድለየን ሕጂ በቃ ሓንሳእን ንሓዋሩን ንዘልኣለም ኢየሱስ ክርስቶስ እቲ ሊቀ ካህንና ሒዝዎ ዝኣተዎ ደም ብቑዕ ስለ ዝኾነ ንዓይን ንዓኻትኩምን መጋረጃ እቲ ከልካሊ ዝነበረ እቲ ቀጽሪ ዝነበረ ኣፍሪሱ ኣብ ውሽጢ ኣእተወና ኣእተወና ኣእተወና ሃለሉያ ኢየሱስ ጎይታ እዩ ወዲ ኣምላኽ ዝኾነልና ክንፈልጥ ከለና ብሩኻት ደቂስና ውን ኣይንሓድርን ኢና ምኽንያቱ ኣነ መን እየ እዩ ዘብለካ ናይ የሱስ ነገር ክተጽንዖ ምስ ጀመርካ ብክርስቶስ የሱስ ዝኾነልካ ክትፈልጥ ምስ ጀመርካ ዋእ ከመይ ኢሉ እዩ እዚ ኩሉ ንዓይ ኮይንለይ ክትብል ይገብረካ ሃሌሉያ ስሙ ይባረኽ ነዚ ኢና ከኣኒ ብክርስቶስ ጀሚርና ብክርስቶስ ክውድእ ዘለዎ ትምህርትታትና ስብከታትና ስሊኡ ክንፈልጥ ጥራሕ እዩ ዘድልየና ምክንያቱ ተነቢቡ ዘይውዳእ እዩ ክርስቶስ ማለት ብዛዕባና ዝኾኖ ኣጸቢቕና ክንፈልጥን ክንርድኦን ይግብኣና እዩ። እግዚኣብሔር ኣምላኽ ዝተመስገነ ይኹን። ኢየሱስ ክርስቶስ ጎይታ እዩ። ኣብ እብራውያን ዓሰርተ እንድሕር ኬድና ከኣ ብዛዕባ ክህንነቱ ኣብቲ ውሽጢ ከም ዘእተወና ሊቀ ካህንና ይነግረና እዩ። እብራውያን ዓሰርተ ዓሰርተ ትሽዓተን ዒስራን እንታይ ኢሉ? ስለዚ ኣሕዋተየ ኢሉ በቲ መጋረጃ ማለት ኢሉ ርእይዎ ብስግኡ ዝቐደሰልና ሓድሽን ህያውን መገዲ ብደሙ ብደም የሱስ ናብ መቕደስ ንምእታው ትብዓት ካብ ዝህልወና ኢየሱስ ክርስቶስ ጎይታ እዩ። ረእይዎ እቲ በቲ መጋረጃ ማለት ብስግኡ ስጋ ክርስቶስ ተቐዲዱ ኢኻ ስኻ ኣቲኻ ናብቲ ቅድስተ ቅድሳን ሃሌሉያ መጋረጃ ተተርተረ እዩ ዝብለና ካብ ላዕሊ ንታሕቲ ክርስቶስ የሱስ ምስ ተሰቕለ ምስ ሞተ እግዚኣብሔር ኣምላኽ ዝተመስገነ ይኹን ነቲ ኸልካሊ ዝነበረ ምስ ኣቦ ኸይንራኸብ ዝኽልክለና ዝነበረ ሕጊ ሃለሉያ ጥሒሱ የሱስ ክርስቶስ ጎይታ እዩ ወዲ ኣምላኽ ዓወት ሒዙ ንዓና ካብ ዓወት ክንጅምር ገይሩና ተዓዊቱ ናብ ዝኸልካሊ ዝነበረ ሕጊ ኣፍሪሱ ንሕና ግን ንዘለኣለም ንዘለኣለም ንዘለኣለም ኣድሒኑ ኣብቲ ቅድስተ ቅድሳን ኣብቲ ክብሪ ኣብ የማን ኣቦ ኣቐመጠና ሃለሉያ ንዓይ ንዓኻትኩምን ንሱ ኣብ የማን ኣቦ ክቕመጥ ከሎ ምስኡ ድማ ንሕና ከቢርና ኣብ የማን ኣቐሚጡና እዩ እግዚኣብሔር ኣምላኽ ዝተመስገነ ይኹን ኢየሱስ ክርስቶስ ብዙሕ ይኮይነልካ ህዝቢ ኣምላኽ ብክርስቶስ ዝኾነልናን ዝኾናዮን ክንፈልጦ ስለ ዝግባእ እዚ ሎመዓንቲ ሓሙሽተ ፖይንት ጥራሕ ኢና ርኢና ብዙሕ እዩ ብዙሕ እዩ ብዙሕ ነገር እዩ ኮይነልና በብሓደ ክንሪኦ ከዓ ስለ ዝደለኹ እየ ኣሕፂረ ኣምፂኤዮ ምኽንያቱ መጠን ዝፈለጥናዮ ከምቲ ኣቐዲመ ዝበልክዎ መጠን ኢና እንታይ ንኸውን ብሓድሽ መንነትና ክንመላለስ ንኽእል ትብዓት ኢና ንረክብ ምኽንያቱ ኣነ እኮ እዚኡ ኮይነለይ ክንብል ንጅምር ሃሌሉያ ኣነ እኮ ውሉድ ኣምላኽ እየ ኣነ እኮ ሕሩ እየ ሃሌሉያ ካብ ዘይጠፍእ ዘርኢ እኮ እየ ኣነ እኮ ኣብቲ ክብሪ እየ ዘለኹ እዚ ምስ ክትብል ምስትውዕል ምስ ተሰላስሎ ኣተሓሳስባኻ ክልወጥ ብግድ እዩ። እግዚኣብሔር ኣምላኽ ዝተመስገነ ይኹን ምስቲ ኣብ መንፈስካ ዘሎ ናይ እግዚኣብሔር ሓይልን ናይ እግዚኣብሔር ከኣልነት ኣላይ እንዳኾንካ ኢኻ ትመጽእ ምስቲ ዝኾነልካ ክርስቶስ ዝኾነልካ መጠን ዝፈለጥካዮ እቲ ኣብ መንፈስካ ዘሎ መንነት እቲ ሓዳግም ዝተወለደ መንፈስና እቲ ካልኣይ ዝተወለደ ወይ ድማ እቲ ሓድሽ ፍጥረት ዝብሎ ንዕኡ እናመሰልካዮ ኢኻ ትመጽእ። ምኽንያቱ ብዛዕባ ሓድሽ መንነትካ ኢኻ ትፈልጥ ዘለኻ፣ ንክርስቶስ መጠን ዝፈለጥካዮ። እግዚኣብሔር ኣምላኽ ዝተመስገነ ይኹን። እምበኣር እንታይ ንብል ኣለና? ኣብቲ ቅድስተ ዘይኮነ፣ ኣብቲ ኣጸድ ዘይኮነ፣ ኣብ ቅድስተ ቅድሳን ኣየእቲና ንዓይን ንዓኻትኩምን። ሃሌሉያ! ነዚ ኢና ውሉድ ኮይንና ኣቦ ኢልና ክንጽውዖ ንኽእል ዘለና። ደም የሱስ ክርስቶስ ኣብ ብቑዓት ገይሩ ኣብ ቅድሚኡ ኣብ ቅድሜና እናተራእየልና እግዚኣብሔር ኣምላኽ ዝተመስገነ ይኹን ብትብዓት ኣብ ቅድሚኡ ክንቀርብ ንኽእል እዚ ደም እዚ ብቑዕ ኮይኑ ስለ ዝተረኸበ ኣቦ በዚ መስዋእቲ እዚ ስለ ዝዓረፈ ኣነን ንስኻትኩምን ክንኣቱ ክንቀርብ ኢልና ራእይዎ የሱስ እንታይ ኢሉ ስለዚ ኢሉ ኣሕዋተየ ኢሉ በቲ መጋረጃ ማለት ብስግኡ ዝቐደሰልና ሓድሽን ህያውን መገዲ ብደም የሱስ ናብ መቕደስ ንምእታው ትብዓት ትብዓት ካብ ዝህልወና ትብዓት ረኺብና። እግዚኣብሔር ኣምላኽ ዝተመስገነ ይኹን። ዜድ ብል ዘለኹ ብክርስቶስ ዝረኸብናዮን ዝኾንናዮን መጠን ዝፈለጥና፣ ትብዓት እናረኸብና፣ እናተረድኣና ንኻልኦት ክንምስክር፣ ንኻልኦት ከነረድኦም፣ ንምንታይ ኢና ጎይታ ተቐበሉ ንብሎም ከኣ ጽቡቕ ጌርና ከነረድኦም ንኽእለሉ ብቕዓት ኢና ንረክብ እሞ ስለዚ ኣብዚ ሎማዓንቲ ዘምጻኽወን ነጥቢ ኣብዚ ክውድኤ ግን ደጋጊመ ክብለኩም ዝደሊ ምስ ቃል ኣምላኽ ግዜ ነሕልፍ ከምኡ ውን እቲ ተሪፉ ዘሎ ብዙሕ እዩ ካልእ ግዜ ሒዜ ክቐርብ እየ ብክርስቶስ መን ምዃንካ ክትፈልጥ ኣለካ ህዝቢ ኣምላኽ መጠን መን ምዃኑ ክርስቶስ ዝፈለጥናዮ መጠን ገዘእ ብዛዕባ ገዛእ ርእስና ኢና ንፈልጥ ንካልኦት ከዓ ክንምስክር ንኽእል። እግዚኣብሔር ኣምላኽ ዝተመስገነ ይኹን እምበኣር ናይ ሎማዓንቲ ዝነበረትኒ ቃል እዚኣ እያ። ብክርስቶስ ዝኾነልናን ዝረኸብናዮን ኢና ንርኢ ዘለና። ሃሌሉያ ጸሊና ክንውድእ ኢና ኣብ ዝቕጽል ስጋዕ ንራኸብ። በዚኣ ኣብዚኣ ክፍለየኩም እየ ንሎማዓንቲ ብካልእ ግዜ ግን ብካልእ ኣስፍሕ ኣቢለ ከምጽኦ እየ እግዚኣብሔር ኣምላክ ዝተመስገነ ይኩን ኣቦ ነመስግነካ ኣለና ስለ ዝነበረና ግዜ ተመስገን እግዚኣብሔር ኣምላክ ኣቦ ነዚ ዝሰምዕ ዘበለ ብዛዕባ ክርስቶስ መመሊሱ ክበርሃሉ ምስትውዓሎም ክትከፍት ብስም የሱስ እጽልእ ኣለኹ ብዛዕባ ክርስቶስ ጥራሕ ክንፈልጥን ክንዓብን ናብ ክርስቶስ ክንዓቢ እዚ ፍቃድካ እሞ ሎሚ ብስም የሱስ ክርስቶስ እጽሊ ኣለኹ እቲ ዝኾነልናን እቲ ዝኾንናዮን ምፍላጥ ይኹነሉ ህዝብኻ እግዚኣብሔር ኣምላኽ ኣቦ ጊዜ ወሲድና ምስ ቃልካ ጊዜ ከነሕልፍ መንፈስ ቅዱስ ንቃልካ ከብርሃልና ሃሌሉያ መንፈስ ቅዱስ መፅዩ ዘሎ ንቃልካ ከብርሃልናን ክምህረናን እዩ እሞ ምስ መንፈስ ቅዱስ ጊዜ ምሕላፍ ክኾነልና እሞ ንቃልካ ከምቲ ዝግባእ ጌርና ክንፈልጦ ብስም የሱስ ክርስቶስ እጽሊ ኣለኹ ኣቦ ከምኡ ስለ ትገብሮ ተመስገን እግዚኣብሔር ኣምላኽ ኣቦ ድሰምዖ ዘበለ ነዚ ቃል ምብራህ ስለ ዝኾነሉ ተመስገን ክብሪ ኩሉ ንዓኻ ይኹን ብስም የሱስ ኣሜን ብሩኻት ብጣዕሚ እየ ደመስግነኩም ጀሚርኩም ስለ ዝወዳእኹም ብጣዕሚ እናመስገንኩ ንብዙሓት ሼር ግበርዎ ብዙሓት ከዓ ንጠቕመኩም ስለ ዘሎ ትምስክሩለይ ስለ ዘለኹም ብጣዕሚ እየ ዘመስግን ሰሰናዩ ንዓኹም ኣብ ዝቅፅል ፕሮግራም ስጋዕ ንራኽብ ድሓን ቀንዩ ሻሎም።